ሰላም ሰላም ክቡራት ተኸታተልቲ ሰንራይዝ ኢንተርቴይመንት ደጊምና ደጋጊምና ርሑስ በዓል ፋስጋ ንመላእ ህዝበ ክርስትና እናበልና ዓመተ ሰላም ዓመተ ፍቕሪ ዓመተ ምትሕቑቋፍ ይግበረልና እናበልና እንሆ ሎሚ ድማ ብምኽንያት በዓል ፋስጋ ንገለ ስነ ጥበባውያን ሃገርና ናይ ህያባት መደብ ኣዳሊና ኣለና። መደብና ጀሚሩ ክሳብ ዝፍጽም ክትከታተሉና ብኽብሪ ንዕድም። ሰላም ክቡራት ተኸታተልቲ ሳንራይዝ ኢንተርቴንመንት ከም ስሪኦ ምስ ድምፃዊ እ፣ ሓይሎም ኣብርሃለ ኤሪ ፓወር ኢና ዘለና ርሑስ በዓል ፋስጋ ኤሪ ፓወር ሓወይ ርሑስ በዓል ፋሲጋ ሚል ሓወይ
ኣሜን የሕቢሩ እ፣ ብምክንያት በዓል ፋስጋ እ፣ ካብ ሳንራይዝ ኢንተርቴንመንት ህያብ ኣላትና እዛ ህያብ እዚኣ ናባኸያ ብምቕጻል ብምኽንያት በዓል ፋስጋ ገለ ዝተዳለወ ሕቶታት ኣለና ክሓተካየ ኦኬ ጸገም የለን ያ ቁጽሪ ሓደ ደራፋይ ክትከውን ብቑዕ ኣይኮንካን ዝብል ብዙሕ ርእይቶ ተዝመጸካ እንታይ ምገበርካ
ብቑዕ ንክኸውን ምጽዓርኩ
ብጻዕርስ ኩሉ ከተምጽእ ትኽእል ኢኻ። ያ ኦፍ ኮርስ ከይጸዓርካ ዝኸውን ነገር የለን፣ ተጸዒርካ ከኣ ኩሉ ክብጻሕ ከም ዝከኣል እየ ዝፈልጥ። ስለዚ ነቲ ኩሉ ዝመጸካ ርእይቶታት ስተት ብተጻዋርነት እናሓለፍካዮ ማለት እዩ። እዎ ግድ ንምንታይ ኢና ናብ ገዛና ንኸይድ?
እዋእ እቲ ገዘና መዕቆቢና ስለ ዝኾነ
ኣይመለስካዮን ኣለኻ ምርጫ ተለዋ ምርጫ ሃበኒ ምርጫ ኣብ ቀፃሊ ሎሚ የለ እባ ንምንታይ ኢኻ ንምንታይ ኣና ገዛ ገዛና ንኸይድ ቧእ ካብ ገዛና ሓሊፍና እሞ ናበይናሞ ክንከይድ ገዛኻ ኩሉ ነገር ስለ ዝኾነ መዕቆቢኻ መጽለሊኻ ሶ እሱ ማለት እንዲ ኩሉ ነገር ስለ ዝኾነ ብገዛና ሰያ
ግን ገዛና ክሳብ ኣይከውን እዩ
ገዛና ክመጻና ኣይክእል ኒዎ ንሕና ገዛና ንኸዶ ደጊፈካ ደጊፈካ ደጊፈያ ኣቦ ገይራ

ሓፈሻዊ ብዝሐን ማለት ድዩ? እዎ ሓፈሻዊ ብዝሐን ክንደይ ይኾና? ኣደን ጓልን ሓደ ተወሊደን ክንደይ ይኾና? እዋ ኣርባዕተ
ኣይበለስከ ኣደን ጓልን ሲ ኣደን ጓልን ሓደ እንተወሊደን እታ ጓል ሓንታ ጓላ ሓንቲ ወሊዳ ቀሪብካ ኦኬ ሰለስተ ሰለስተ ብራቮ ሙሉእ መልሲ ብምክንያት በዓል ፋስጋ ዝተዳለዋ ሕቶታት እዚኤን እየን ነይረን ኣብ መወዳእታ ተዓዘብትና ካባኻ እንታይ እዮም ክጽበዩ ወይ እንታይ ዓይነት ስርሓት ኣዳሊኻ ኣለኻ ሕጂ? ኣብ ዝሓለፈ ቁሩብ ኣዋርሕ ሰሪሐ ነይረ ስራሕ ንሕጂ ከኣ ያ ኣይ ሆፕ ብዝበለጸ ካልእ ዝተፈልየ ስራሕ ክመጽእ ተስፋ ገብር ያ ንኹሎም ፈተውተይ ንኹሎም ሰማዕቲ ሙዚቀይ ከኣኒ ኣብ ጎነይ ክኾኑ ከተባብዑኒ ይላቦ ማለት እዩ።
ጽቡቕ ጽቡቕ ተበግሶ እዩ ብሰላም ምጸና። ሕራይ ኣብ መወዳእታ ዕድል ክበካ ብምኽንያት በዓል ፋስጋ ትብሎ እንተለካ።
ንኹሉ ኣማኒ ክርስትና ርሑስ ኣውደኣመት ይግበረልና። እንቋዕ ጾመ ልጓምና ከኣ ፈትሓልና ወይ ያህ ክፈትሓልኩም ይብል።
Thank you ስለቲ ዝሃብካና ግዜ ኣዚና ኢና ነመስግን ርሑስ በዓል ፋስጋ ይግበረልካ ምስ መላእ ፈተውትኻ መታዕቢትኻ የዕርኽትኻ ደገፍትኻ ርሑስ በዓል ፋስጋ ርሑስ በዓል ፋስጋ ሚላ Thank you